ዝበዝሑ ሰባት ነቲ ዝነበረ ኩነታት ብሕጉስ መንፈስ የስተማቕርዎ ነበሩ። ሳሚ ግን ካብ ቤቱ ከይወፀ ከምቲ ናይ ኩሉ ግዜ ዝገብሮ ጥርሙዝ ቢራ ብምኽፋት ብዙሓት ሓሳባት እንዳጋማድሐ ክሰቲ ጀመረ። ሓሳቡ ብዛዕባ እታ ኣብ መዓሙቕ ልቡ ዝሰፈረት ቦታ ሓዚኣ ውንኡ ወሪሳ ቀልቡን ኣእምርኡን ብዛዕባኣ ጥራይ ንኽሐስብ ዝገበረቶ ካብ ጋህዲ ዓለም ኣውጺኣ ናብ ሕልሚ ዓለም ዝጸንበረቶ ኣርያም ዝስማ ጎርዞ ነበረ። ሳሚ ብዛዕባ ኣርያም ሓሳብ እንተጀሚሩ ዘቋርጽ ኣይነበረን። እተን ኣብ መዓልቲ ዝወሃብኡ ዕስራን ኣርባዕተን ሰዓታት ኣዝየን ውሑዳት ንዕኡ። እቲ ዘገርም ግን ብዛዕባኣ ካብ ምሕሳብ ዓዲ ውዒሉ ኣይፈልጥን። ካብቲ ኣብ ቂድምኡ ዝነበሬ ባኮ ሽጋራ ሓንቲ ሽጋራ ብምውጻእ ድሕሪ ምውላዕ ሲሒቡ ነቲ ትኪ ናብ ኣየር በተኖ እሞ ምስቲ ኣብ ኣየር ዘንሳፍፍ ዝነበረ ትኪ ኣእምርኡ ናብ ዲቅ ዝበለ ሓሳብ ተሸርበ። ከመይ ኣምሲኻ ሳመይ? መርሓባ ኣርያመይ ከመይ ኣምሲኺ። ደሓን እየ ኣምላኽ ይመስገን ሳመይ ከመይ ንስኻ። ሰላም እዩ ክብሩ ይስፋሕ ኣርያመይ ክገርመኪ እየ ኣጋጣሚ ክጽሕፈልኪ እንዳሓሰብኩ ኢኺ ጽሒፍክለይ ብመሰንጀር እዩ ዝነበረ ዕላሎም ብሓቂ እሞ ተቐዲምካ ንስለ ዘረባ እምበር ኣብ ልዕልኣ ዘለዎ ፍቕርን ተገዳስነትን ኣይጠፍኣን እዩ ሳሚ ንምንታይ እሞ ክሕስወኪ ንነብስኻ ዶ ትሕስዋ ኢኻ ብሕቶ መለሰላ ኣርያም እወ ንሱ ደኣ ሓቅኻ ሳሚ ሓወይ ከዛርበካ ኢለ እየ ትምህርትኻ ከመይ ውዒሉ ኣብቲ ዕቑባ ዝተዋህበሉ ሃገር ገና ተምሃራይ ምዃኑ ስለ ትፈልጥ ኣርእስቲ ንምቕያር ዘምጸቶ ሕቶ'ዩ ነይሩ ሳሚ ደሓን እዩ ኣብኡ መቸም እንታይ እሞ ኣእምሮኻን ሓሳብካን እንተሸፊቱ ፊዚካል ኣብ ክላስ ምህላውካ እንታይ ዓቢ ስልኪ ኢኺ ንምንታይ እሞ ከምኡ ትኸውን ኣታሳምሓዊ ንስለ ሕቶ ዝሓተተቶ እዩ ብሰንካ ከምኡ ምዃኑ ኣይትስሕቶን እያ ንስኻ ሕራይ እንተትብልኒ እኮ ኩሉ ነገር ሰናይ ምዃነ ዝገሻ ሓሳበይ ምተመልሰ ዘፍቀረ ልበይ ምስ ተመልሰ ብሸፈታ ኣእምሮይ ከኣ መዕረፈ ሳሚ ንኣርያም ናይ ፍቕሪ ሕቶ ካብ ዘቕርበላ ፀሓይ ብወርሒ መዓልታት ብሰሙናት ኣዋርሕ ድሮ ትሽዓተ ወርሒ ሓሊፉ ነበረ መልሲ ኣርያም ግን ኣይ ኣወንታ ኣይ ኣሉታይ ነይሩ ግደ ሓቂ ኣርያም ኣብ ልዕሊ ሳሚ ዘለዋ ስምዒት ብልክዕ ኣይትፈልጦን'ያ። ከይትቕበሎ ተፍቅሮ ኣይመስላን'ዩ። ከይትነጽጎ ከኣ ብድሕሪኣ ዝኾኑ ክትስእሎ ትፍትን'ሞ የደንግጻ። ክሳብ ዝኾነ ትውስን ኣብ ጎኑ ብምዃን ከተሳልዮ'ያ ትፍትን። ተመላላሲት ቤተክርስቲያን ብምዃና ኩሉ ኣምላኽ ዝፈቐዶ'ዩ ዝኸውን ዝብል ተሪር መርገጺ'ዩ ዘለዋ። ሳሚ'ውን ብኽፊል ምስ ሓሳባ ይሰማማዕ እዩ። እቲ ምንታይሲ ንፈጣሪ ትምኒትካ ትልምኖ እሞ ንሱ ኸኣ የስምረልካ። እንተዘይኮይኑ ፈጣሪ ክውስነልካ ምጽባይ ካብቲ ክቕበሎ ዘጸግሞ ነገር ሓደ እዩ። ኣርያም ሳሚ ጀሚርካ ኸኣ ንዓባ እዛ ርእስቲ ቋርጻ ኣነ እኮ ነጊረካ እየ ኩሉ እቲ ኣምላኽ ዝበሎ እዩ ዝኸውን ስለዚ ብዓቕሊ ንጸበ። በጃኻ ካልእ ንዕለል ካልእ ዕላል ድዩ ዘይብልካ ኮይኑ ካብቲ ኣርስቲ ክትሃድም ዝደለየት መሰለት ከምቲ ሓደ ኣማኒ ኣብ ቤት ጸሎት ኣትዩ ካብ ጸሎት ወጻኢ ዝኾነ ክዛረብ ዘይክእል ሳም እውን ምስ ኣርያም ብዘይካ ኣብ ልዕላኣ ዘለዎ ፍቕሪ ምግላጽ ካልእ ዕላል ክዕልላ ብጣዕሚ እዩ ዘጸግሞ ኣንታ ኣርያመይ ሓደ ኣዲኡ ዝመተቶ ኣብ ውዑይ ሓዘን ዝርከብ ድምፃዊ ኣብ እንዳ መርዓ ከይዱ ጓይላ ክጻወት ዘይክእል ኣነ ድማ ክሳብቲ ኣብ ሓደ መዕለቢ ዘይበጻሕና ካልእ ዕላል ክዕልለኪ ክብደኒ እዩ ኣርየነይ ሽኮር። ዕላሎም ብመሰንጀር ብምንባሩ ኣርያም ነቲ ዝጸሓፈላ መልእኽቲ ሪኣ ከይመለሰትሉ ብምስቃጥ ደቓይቕ ሐለፈት እሞ ሳሚ ኣለኹ ዶ ኣርያመይ ጸሓፈ። ሕጂውን መልሲ ነበረን። ኣብ ከምዚ ኩነታት ኣርያም ከም ዘይትምልሰሉ ኣጸቢቑ ይፈልጥ እዩ። ግና ሰማዒ ውሽጢ እዩ። ካብ እንታይ ይስምዓ እንታይ ይስምዖ ዝያዳ የገድሶ። ወላ እኳ እዚ ባህሪ እዚ ኣብ መስርሕ ሕጊ ፍቕሪ እንተዘየለ ግና ተፈጥሩ እዩ። ቴክስት ምጽሓፍ ኣየቋረጸን። ብትጽቢት ተስፋ ነዊሐ ተዓጊሰ። ብጽምዋ ናብራ ጓህየ ጠኒሰ። ንዓኺ ይደሊ ኣለኹ ክትኮንኒ ጸገይ። ንህርመት ልበይ ውሽጠይ ክትሰምዒ ኣርያመይ ፍቅሪ ማዓር ክንደይ ሓይሊ ከም ዘለዎ ካብቲ ኣብ ልበይ ዝኣተክላ ዓለት እየ ፈሊጠ ንዓኺ ዝሪኣ የዒንተይ ንልሳንኪ ዝሰምዓ የእዛነይ ንምስልኺ ዘድንቃ መልሓሰይ ኮታስ ንስለኺ ጥራይ እትነብር ትንፋስ እያ ዘላትኒ ኣርያመይ ፍቅሪ ቃንዛ እዩ መቀረቱ ግን ኣብ ቃንዙ እዩ ኩሉ ኣይኮነን ዘፍቅር መን ደኣ እቲ ጸጋ ዝተዓደሎ ከምዚ ከማይ ኣርያምይ ትርጉም ምንባረይ ሓጎስ እዩ ትርጉም ሓጎሰይ ፍቅሪ እዩ ፍቅሪ ማለት ከኣ ምልኣት ልቢ እዩ ምልኣት ልበይ ከኣ ንስኺ ኢኺ ስለዚ ምንባረይ ልዕሊ ማንም ኣባኺ ይምርኮስ ኣርያመይ ነዚ ተረዲእኪ ልብኻ ሃብኒ ናትካ የብልኒ ብመልስኺ ቅስንኒ ኣብ ጉዕዘይ ኣሰኒኒ ኣይትርሓቕኒ ቅረብኒ ንኹሉ ኣጠቓሊልኪ ናይ ዘልኣለም መናብርተይ ኩኒ ኣላቪ ኣርያመይ ብምጽሓፍ መልእኽቱ ሰደደላ። ሳሚ ተሌፎኑ ኣቐሚጡ መግቢ ብምውዕዓይ ክድርር ተዳለወ። ንኣርያም ቴክስት ካብ ዝሰደላ ድሮ ሓደ ሰዓት ሓሊፉ ነበረ። ሃንደበት ግን ተሌፎኑ ቴክስት ከም ዝመጽኦ ዝሕብር መልእኽቲ ኣርኣየት። ነቲ ብዓይኑ ዝሪኦ ክኣምኖ ተጸገመ። እቲ ቴክስት መልሲ ናይ ኣርያም'ዩ ነይሩ። ትሕዝትኡ ድማ ነዚ ይመስል። ከመይ ጸኒሕካ ሳመይ? ከመይ ከም ዝጸናሕካ ክሓተካ እንከለኹ፣ እቲ ዝጸንሐ ንኸይተርፍ ደኣ'ምበር፣ ከመይ ከም ዝጸናሕካ ዋላ'ኳ ብትኽክል እንተ ዘይፈለጥኩ፣ ንኽግምቶ ግና ኣየሸግረንን እዩ። እቲ ምንታይሲ ዝተኣሳሰረ ልቢ ስለ እንውንን። ሳምይ፣ ካብታ ዝሓተትካኒ ዕለት ብዛዕባኻ ምሕሳብ ኣቋሪጸ ኣይፈልጥን እየ። ኩሉ ግዜ ብመንፈስ ምሳይ ኣለኻ። ሓቀኛ ፍቕርኻ ካብ ብቓልካ ብተግባርካ ስለ ዘርኣኻኒ፣ ኣብ ምንባርካ ካባይ ዝበልጽ ህያብ ከም ዘይብልካ ስለ ዘእመንካኒ። ህይወት ውጽኢት ሓሳባትና ምዃና ስለ ዝመሃርካኒ። ብሓጺሩ ትምኒትካ ኣነ ምዃነይ ስለ ዝነገርካኒ። ሳመይ፣ ህይወት ብጸገማት ዝተኸበት መስገደል'ያ። ኣሚንካ እንተ ጽዒርካ ግን ድሌታትካ ክውን ከም ዝኸውን ካባኻ ዝበልጽ ኣብነት የብለይን'ሞ ከመስግነካ ኣፍቅደለይ። ሳሚ ኩሉ ግዜ ዝብለካ ካብዚ ብሓሳባት ተቀርቂረሉ ዘለኹ ግዜ ዋላ እኳ ውሳኔይ እንተ ዘይነገርኩኻ ግን ወሲነ ኣለኹ ውሳኔይ ግን ከምቲ ዝገመትካዮ ዘይኮነ ብኣንጻሩ እዩ ነገር ጓል ኮይንኒ እምበር ኣነ እውን የፍቅረካ እየ ስለዚ ሳሚ ካብዛ ሰዓት እዚኣ ናትካ ምዃነይ በዛ ዝጽሕፈልካ ዘለኹ ቴክስ ከረጋግጸልካ ይፈቱ። I love you too ሳሚ ካብ ብልቢ ተፍቅረካ ኣርያም። ኢሉ ክዛዝም ወዮ ከትክኻ ዝጸንሐ ሽጋራ ኢዱ ስለ ዘንደደቶ ደንበርበር ብምባሉ ኣብ ጣውላ ዝነበረ ጠራሙዝ ቢራ ሸዋሕ ኢሉ ብምውዳቕ